ብስም ኣብን ወልድን መንፈስ ቅዱስ ሓደ ኣምላኽ ኣሜን። እቶም ክልተ ምሩኻት ኣብ ሓንቲ ቤት ማእሰርቲ። ምሩኽ ማለት ኢዱ ዝሃበ ዝተማረኸ ማለት እዩ። እዚ ማለት ግን ሓደ ብሓይሊ ዝማረኽ ክኸውን ከሎ እቲ ካልኣይ ከዓ ብፍቓዱ ዝማረኽ ማለት እዩ። እቲ ቐዳማይ ብሓይሊ ተማሪኹ ኣጽዋሩ ክገፍፍ ከሎ ክግፈፍ ከሎ እቲ ካልኣይ ከዓ ፍቓዱ ምስ ኣጽዋሩ ይማረኽ። ግና ክልቲኦም ምሩኻት እዮም። ቤት ማእሰርቲ ማለት ዓለም እያ። ነዚ ክገልጽ ኢሉ ክገልጽ ኢሉ ወንጌላዊ ዮሃንስ ከምዚ ይብል ካብ ኣምላኽ ምዃንና ዘላ ዓለም እውን ፍትኡ እኩይ ተትሒዛ ምህላዋ ንፈልጥ ኢና። ቀዳማይ ዮሃንስ ፋዋዲ ሓሙሽተ ምዕራፍ ሓሙሽተ ፋዋዲ ዓሰርተ ትሽዓተ ቀጺሉ እውን ጌታና ከምዚ ይብል ዓለም እንተ ጸላኣትኩም ንኣይ ቀዲምኩም ቀዲምኩም ከም ጸላእትኒ ፍለጡ ካብ ዓለም እንተ ዝኾንሲ ዓለም ነቲ ናታ ዝኾነ ትፈትዎ እያ እሞ ፈትወትኩም ነይራ ምፈተወትኩም ነይራ። ኣነ ደኣ እየ ካብ ዓለም ዝሓረኹኹም እምበር ካብ ዓለም ኣይኮንኩምን ስለዚ ዓለም ትጸልኣኩም እያ። ዮሃንስ ዓሰርተ ሓሙሽተ ፍቓድ ዓሰርተ ሸሞንተ ክሳዕ ዓሰርተ ትሽዓተ ሕዋተይ ዓለም እንተጸለያትኩም ኣይትገረሙ ኣዶማ ዮሃንስ ምዕራፍ ሰለስተ ባዕዲ ዓሰርተ ሰለስተ ንሳ ቤት ማእሰርቲ እያ እናበለ ይገልጻ። ቤት ማእሰርቲ ማለት ተጨኒቖም ተስፋ ቆሪጾም ዝሞቱ ወገናት ቁፅሪ የብሎምን። ገለ ወገናት ከዓ ተፈጥሮ ተማሂሮም ብዙሕ ራዕይ ሒዞም ዝወፁ ሰባት ዝምህሩ ኣለዉ። ክልቲኦም ግን እሱራት ወይ ምሩኻት እዮም። ትፈልጡ ዓለም ቤት ማእሰርቲ እያ። እቶም ክልተ ምሩኻት ከኣ መንፈስ ምሩኽን ዓለማዊ ምሩኽን እዮም። በየን ክጅመር ይሓሽ? መንፈሳዊ ምሩኽ መንፈሳዊ ምሩኽ ማለት በገዛ ፍቓዱ ዝተማረኸ ምሩኽ እዩ። ብፍቓዱ ኢዱ ንእግዚኣብሔር ዝሃበ ማለት እዩ። መንፈሳዊ ምሩኽ ምስ ኣጽዋሩ ከሎ በገዛ ፍቓዱ ዝተማረኸ ምሩኽ እዩ። ክርስትያን ኣጽዋር ተዋሂቡና ኢና። ኣጽዋር ፍቕሪ፣ ኣጽዋር ትሕትና፣ ኣጽዋር ትእዛዝ ተኣዛዝነት፣ ኣጽዋር ውልድነት፣ ኣጽዋር ጾም፣ ጸሎት፣ ምጽዋት ተዋሂቡና ኢና ብነጻ። በዛ ዝምፅኡ ኣጽዋራት እዚኦም ቅዱስ ጳውሎስ ከምዚ ክብል ተዛሪቡ ኣሎ። ከም ግዙኣት ክርስቶስ ኮይንኩም ነቲ ፍቓድ ኣምላኽ ካብ ልቢ እትገብርዎ ደኣ እምበር እሰባ ከም ዝትብሉ ብቅጽርኤ ኣይኩን። እቲ ቅልስና ምስ ህልቅነት ስልጣናትን ምስ ናይ ጸልማት ገዛእቲ ዓለምን ምስ መናፍስቲ እኩይን ኣብ ሰማያት እዩ እምበር ምስ ስጋን ነፍስን ኣይኮነን። እሞ ንፍሕሶ ሰይጣን ምቕዋሙ ምእንቲ ክትኽእሉሲ ኩላ ኣጽዋር ኣምላኽ ልወሱ። ምሰናይ እዚ ኩሉ ነቲ ናይቲ እኩይ ርሱን መትክ ዝበለ ክተጥፍእሉ እትኽእሉ ዋልታ እምነት ኣልዕሉ። ናይ ምድሓን ቁራዕ ርእሲ ኣእትዉ። ናይ መንፈስ ሴፍ እውን ማለት ቃል ኣምላኽ ሓዙ ብኩሉ ጸሎትን ልማንን ኩሉ ሳዕ ብመንፈስ እናጸለኹም እሞ ምስ ሰናይ እዚ እውን ብኩሉ እናተጸመምኩም ስለ ኩሉ ኩሎም ቅዱሳን ብጸሎት ንቕሑ ኢፈሶ ምዕራፍ 6 ፋደ 6 ክሳዕ 18 እናበለ ኣጽዋረ እምነት ኣልዒሉና ኩሉ ግዜ ድልዋት ክንከውን ይምዕደና ጎይታና ብተደጋጋሚ ቃል ንቕሑ ንቕሑ ንቕሑ እንዳበለ ትእዛዝ የሕሊፍልና እዩ። ስለዚ መንፈሳዊ ምሩኽ ንዞም ኩሎም ኣጽዋር ገንዘቡ ገይሩ ብገዛን ፍቓዱ ናብ እግዚኣብሔር ዋ ዝሓተተ እዩ። እወ መንፈሳዊ ምሩኽ ምስ ኣጽዋሩ ተማረኸ እዩ ዝተማረኸ እዩ። ናይ ዓለም ኩናት ኣይፈርሖን እዩ። ኣብነት ዝኾነና እቲ ብሩኽ ኮኸብ ኣርማ መናእሰያት ዝኾነ ዮሴፍ እዩ። ዮሴፍ ማለት ትርጉሙ ስሙ ይወስኸኒ ማለት እዩ። ናይ ብሓቂ ይወስኸኒ ከም ዮሴፍ ቅዱስ ዓለም ዝመልእ ዮሴፍ ቅዱስ እዞም ኣጽዋር እምነት ብምልኦም ገንዘቡ እዮም ንሱ ብፍቓዱ ናይ እግዚኣብሔር ምሩኽ ስለ ዝኾነ ዘፍርሖ ኣይነበረን ነቲ ጸልማት ብርሃን እዩ ዝብሎ ምክንያቱ ኣብ ኣምላ ጸልማት የልቦን ነቲ መንከራ እውን ሙቸት እዩ ዝብሎ እዚ ከዓ ምስቲ ሃዋርያ ዝበልዎ ቃለ ዘሰማምዕ ኮይኑ እሳቶም ግና ምእንቲ ስሙ ሕሱራት ንምዃን ብቑዓት ኮይኖም ስለ ዝተረኸቡ እናተሓጎሱ ደስ እናበሎም ካብቲ መጋባእያ ወፁ። ግብረ ሃዋርያት ምዕራፍ ሓሙሽተ ፋደት ኣርባዓይ ሓደ ዝብል እዩ። ሕሰብዎ እሞ ነቲ ናይ ኣሕዋቱ ተንኮል ጽልኢ ብፍቕሪ ዝሰዓረ ነቲ ናይ ሓጢኣት ግብጃ ዝተጸየነ ንኣምላኹ ዘለዎ ፍቕሪ ንኹሉ ሰብ ዝእመን ከም ዮሴፍሲ ይውስኸኒ ዝብል ኣይኮነን እዎ ይወስኸና ቤተ ክርስቲያንና ብዙሓት ከዋኽብቲ እዮም ዘለውዋ። ንመን ጠቒስና ንመን ክንገድፍ እሞ ብዛዕባ ሰለስተ መንእሰያት ድዎ ክነዕልለኩም ዋላስ ኣናብስ ዝማረኸ ዳንኤል ብዛዕባ ሱሳና ሱሱና ወይ ዋላስ ብዛዕባ ኣስጢር ብዛዕባ ዩዲት ባ ብዛዕባ ዙርባቤል ዶ ብዛዕባ ህምያ ህንምያ ንመን ጠቒስካ ንመን ክግደፍ እዚ ቅዱስ ጳውሎስ ብዛዕባ እዞም ከዋኽብቲ ክዛረብ ግዜ ኣይከኣለን ኣይከኣለን እዩ ዝብሎ እያ ብሓቂ እዩ እሞኸ ብዛዕባ እዚ እኒ ጌዲዎን እኒ ባረቅ እኒ ሳምሶም እኒ ይፍታሄ እኒ ዳዊት ሳሙኤል ዳዊ ነቢያትን እንታይ ክንብል እዮም? ብዛዕባኦም ከየዘንትወልኩም ግዜ ሓጽረኒ እዩ። ንሶም ብእምነት ንመንግስትታት ስዒሩ፣ ንጽድቂ ገበሩ፣ ነቲ ተስፋ ተገብሮ ረኸቡ፣ ኣፍ ኣናብስ ዓጸዉ፣ ንሓይሊ ሓዊ ኣጥፍኡ፣ ካብ ስሕለት ኣሰያፍ ደሓኑ፣ ካብ ድኻም በርትዑ ኣውግእ ሓየሉ ንሰራዊት ኣህዛብ ኣህደምዎም ኣንስቲ ንሙታንት ኣንስቲ ንሙታት ብትንሳኤ ተቐበልንኦም ተቐቢልናኦም ካልኦት እውን ተሰቀዩ እሞ ዝሐሸ ትንሳኤ ምእንቲ ክረኽቡ ኢሎም ምሕረት ኣይደልዩን። ገሊኣቶም ድማ ብልግጫ ብመግረፍትን ኣብ ልዕሊ ሲእውን ብመቑሕን ማእሰርትን ተበተኑ።